ሶ ሎማዓንቲ ሓንቲ ኢምፖርታንት ናይ ሂወት መልእኽቲ ሒዘ መፅየ ኣለኹ ከምቲ ኩሉ ግዜ ዝገብሮ ማለት እዩ ንኹልና ከዕብየና ከነቓቕሓና ኣብ ሂወትና ኣትሊስት ሓደ ናይ ሂወት ለውጢ ከምፃልና ይኽእል ኢለ ዝሓስቦ ኣትሊስት ኣብ ሂወትና ዝኾነ መቐይሮ ወይ ከዓ ዝኾነ ሓድሽ ነገር ንቕድሚት ወይ ንላዕሊ ሓንቲ ስቴፕ ክውስኸና ይኽእል ኢለ ዝሓሰቦ እየ ናብዚ ሒዘልኩም ዝመፅእ ዘለኹ ምክንያቱ ከምቲ ኩሉ ነገር ፍልጠት ዘድልዮ ህይወት ከኣ ናይታ ናብ ዝኾነ ፍልጠት ኣድልያ እዩ ንህይወት ከምቲ ትደልዮ ድሕር ክስዕራ ኮንካ ናት ዝኾነ መገዲ ናት ዝኾነ ፍልጠት ስለ ዘድልዮ በቲ ዓቕመይ በቲ ዝፈልጦ ናብዚ ናባኹም ኣብሎ ኣለኹ ከምቲ ኩሉ ግዜ ዝገብሮ ብዝተኻልን መጠን ሕፅር ኣቢለ ብዘይሰልቹ መገዲ ገይረ ሎማዓንቲ ከዓ ሒዘልኩም መፅእ ኣለኹ ሶ መጀመርያ ቅድሚ ምጅማረይ ግን ኣይደኖ ድሕር ትሰምዑን ኣለኹም ኮንኩም ምልክት ወይ ዝኾነ መልእኽቲ ክርኢ ደስ ምበለኒ እቶም ትኣትዉ ዘለኹም ከዓ ሃይ እንዳበልኩም እተዉ ሰላም ክንብለኩም ምእንቲ ቅድሚ ናብቲ ሓሳቢ ወይ ናብቲ ናይ ሎማዓንቲ መልእኽቲ ምቕፃለይ ማለት እዩ እቶም ትሰምዑኒ ድሕር ኣለኹም ፅቡቅ ድሕር ትሰምዑኒ ኣለኹም ኮንኩም የስ ቴንክ ዩ ፀጊ በዓልቲ ቤተይ ኣብዚ ኩሉ ግዜ ሳፖርት ስለ ትገብርኒ ቴንክ ዩ ነቲ ዝነገርክኒ መልእኽቲ ከዓ ቴንክ ዩ ሶ ኦኬ እቶም ላይቭ ዘለኹም ክቕፅል እየ ምናልባት ብዙሕ ክሕዘኩም ስለ ዘይደሊ እቶም ድሒርኩም ትርእይዎ ከዓ ዊች ኢዝ ጉድ ዌልካም ማለት እዩ ቅድሚ ናብቲ ታሽሙ ወይ ናብቲ መልእኽተይ ምኻደይ ሓንቲ ሓጻር ስተወሪ ክነግረኩም ሓደ ግዜ ሓደ ሰብኣይ ብመገሻ ናብ ሓደ ዓዲ ይኸይድ ናብ ሓደ ሃገር ናብ ካልእ ሃገር ይኸይድ እሞ ኣብቲ ዝኾነ ሃገር ሰባት እምኒ ክፍልፁ እምኒ ክፀርቡ ይርኢ ነዞም ሰባት እምኒ ክፀርቡ ምስ ረኣዮም እስኪ ቅርብ ኢለ ዘይሓቶም እንታይ እዮም ዝገብሩ ዘለዉ ዋይ ንምንታይ እዮም ዝፀርቡ ዘለዉ እዞም ሰባት ሲ ንምንታይ እዮም እምኒ ዝፀርቡ ዘለዉ ፅግዕ ኢለ ዘይሓቶም ኢለ ሓስብ እሞ ፅግዕ ኢለ ሓደ ካብቶም ዝፀርብ ዝነበረ ሰብ ንምንታይ ኢኻ እምኒ እምኒ ትፀርብ ዘለኻ እንታይ ትገብር ኣለኻ ብሎ እምኒ ትፀርብ ኣለኹ ዋይ ንምንታይ ኢኻ እምኒ ትፀርብ ዘለኻ እቲ እምኒ ትጸርቦ ዘለኻስ ንምንታይ ዕላማ ኢኻ እምኒ ትጸርብ ዘለኻ ኢሉ ምስ ሓተቶ እቲ ወዲ ከዓ ኣነ ደኣ ሰባት ዕረኹተይ ሰባት ካልኦት ሰባት ክጸርቡ ርኤ ንዕኦም ርኤ ዝጸርብ ዘለኹ እምበር እዙ ካልእ ዝተፈለየ ዕላማ የብለይን ስቕ ኢለ ሰብ ክጸርቡ ስለ ዝረኣኹ ኣነ ከዓ መፅእ ይጸርብ ኣለኹ ይብሎ ማለት እዩ ኦከ ኢሉ ክኸይድ ሓሲቡ ካልእ ሰብ ከዓ ኣብቲ ምስ ረኣየ እስኪ ነዚ ከደ ይሓቶ እዚ ከ ንምንታይ ትፀርብ ደሎ ኢሉ ከዓ ከይዱ ከዓ ንዑ ከዓ ይሓቶ ሳ ንምንታይ ኢኻ ትፀርብ ደለኻ እምንስ ፀርብ ርእየካ ኣለኹ እሞ ንምንታይ ኢኻ ዘም ትፀርቦ ደለኻ ኢሉ ምስ ሓተቶ እሱ ከዓ ኣነ ንገንዘብ ኢለ እየ ዝፀርቦ ደለኹ ገንዘብ ስለ ዝደሊ ንገንዘብ ኢለ መፀ ትጸርብ ኣለኹ ብሓንቲ እምኒ ዝጸረብኩዋ ክንዲ ሳንቲም ይኸፍሉኒ ገንዘበይ ሒዘ ከኣ ከይድ ገንዘብ ክደሊ ከለኹ ከኣ መጽየ ከኣ እምኒ ይጸርብ ይብሎ ማለት እዩ በዚ ከዓ እዚ ተገሪሙ ዋው እቲ ሰቲ ንዕርኹ ትርእዩ መፂ ይፀርብ ኣሎ እዚ ከዓ ንገንዘብ ደሊ ይፀርብ ኣሎ እስከ ሓደ ሰብ ክውስኽ እየ ኢሉ ቀፂሉ ከይድ እሞ ነቲ ሓደ ሰብ ሰላም ዝሓወይ ክሓተካ ደሊ ነረ እንታይ ክእዘዝ እምኒ ክፀርብ ርእየካ ኣለኹ እሞ ንምንታይ ካ እምኒ ትፀርብ ዘለካ ኢሉ ሓቲቶ ዝገርም መልሲ እዩዎ ኣነ እምኒ ዝፀርብ ደለኹ ኣብዚ ቦታ እዚ ካቴድራል ክሃንፅ ስለ ዝደሊ ንብዙሓት ከገልግል ዝኽእል ሓደ ዓቢ ካቴድራል ቅርሲ ክኸውን ዝኽእል ንወለዶታት ክሰጋገር ዝኽእል ካቴድራል ኣብዚ ከቕውም ስለ ዝደሊ እየ እምኒ ዝፀርብ ደለኹ ኢልዎ ኣዝዩ ተገሪሙ ንምንታይ እዛ ስቶሪ እዚ ኣምፅያ ኣብ ህይወትና ዝተፈላለየ ነገራት ንገብር ኣለና ዋይ ኢና ንገብር ኣለና ንምንታይ ንሰርሕ ኣለና ንምንታይ ንጓዓዝ ንምንታይ ኢና እቲ ዕለታዊ ንገብሮ ህይወትና ንምንታይ ኢና ንገብሮ ኣለና ንምንታይ ንነብር ኣለና ኣይ ነው ርግፀኛ ብዙሓት ሰባት ሰባት ክገብሩ ርኢና ንገብሮ ነገር ብጣዕሚ ብዙሕ እዩ ንሰባት ኢልና ንገብሮ ንሰባት ከነሐጉስ ኢልና ንገብሮ ወይ ካልኦት ሰባት ክገብሩ ርኢናዮ ንገብሮ ብዙሕ ነገር እዩ እስኪ ንነብስና ንሕተታ እዚ ንገብሮ ዘለና መዓልታዊ ኩሉ ግዜ እቲ ኣብ ሂወትና ንገብሮ ነገር ንምንታይ ንገብሮ ንምንታይ ኢኻ ዝሰራሕ ትኸይድ ሰባት ክሰርሑ ስለ ዝረኣኻ ዲኻ ትሰርሕ ሰባት ክገብሩ ከምኡ ስለ ረኣኻ ዲኻ ትገብር ወይ ንገንዘብ ኢልካ ዲኻ ከምኡ ትገብር ወይስ ፍሉይ ዕላማ ኣለካ ኣብ ሂወት ካብዞም ሰለስተ ሰባት ኣየናይ መሲጥኩም ካቴድራል ካህን ዝደሊ ሰብ ሓቀይ ካቴድራል ክንሃንጽ ኣይንኽእልን ንኸውን። ኩሉ ሰብ ነናቱ ካቴድራል ኣለዎ። ኣብ ህይወቱ ክሃንጾ ዝደሊ ናቱ ካቴድራል ኣለዎ። ኣብ ህይወቱ ክበጽሖ ዝደሊ ናቱ ዕላማ ክህልዎ ናይ ግድን እዩ። ብዘይ ዕላማ ዝኸይድ ሰብ ማለት ብዘይ ኮምፓስ ዝኸይድ ኣብ ባሕሪ ወይ ከዓ ብዘይ ኮምፓስ ዝኸይድ ፓይሎት ማለት እዩ። ድሕር ናበይ ከም ዝኸይድ ናበይ ከም ዝበፅሕ ወይ ናበይ ክኸይድ ከም ዝደሊ ድሕር ደይፈልጥ ኮይኑ ፎርስ ኣብ ላዕሊ ነዳዲ ወዲኡ ምውዳቑ ኣይተርፍን ንሕና ከዓ ልክዕ ከምኡ ኢና እንታይ ከም ንደሊ ዕላማ ናይ ህይወትና እንታይ ኣበይ ክንበፅሕ ንደሊ ብትኽክል እንድሕር ደይንፈልጥ ኮይና ኦፍኮርስ ከምቶም ክልተ ካብ ክልቲኦም ሓደ እዮም ኢና ንከውን ምውዳቕና ከዓ ኣይተርፍን ትርጉም ከዓ ኣይህልዎን እዩ ምንባርና ዋይ ኢና እቲ ነገር እቲ ንገብረልና ንምንታይ ኢና ብዙሓት ሰባት ሽግር ኣሎ ፀገም ኣሎ ኢሎም ከማርሩ ሰሚዐ ኦፍኮርስ ፀገም ኣሎ ጸገም ስለ ዘሎ እዩ እኮ ሰብ ዝሰርሕ ዘሎ ዝሰርሕ ዘሎ ጸገም እቲ ጸገም እቲ ድሕር ደየለ ኮይኑ እኮ ንዑ ዝፈትሕ ሰብ እውን ኣየድልን እዩ እኮ ስኻ እኮ ኣይተድልን ኢኻ ነርካ እስኺ እኮ ኣይተድልን ኣነ እኮ ኣየድልን እዩ ጸገም ተዘየለ እኮ ስራሕ እውን የለን እኮ ለውጢ እውን የለን እኮ ጸገም ኣይኮነን ጸገም ኮይኑ ዘሎ ጸገም ክትፈትሖ ክትክእል ኣለካ ናብ ኣድቫንቴጅካ ክትቅይሮ ክትክእል ኣለካ ናብ ረብሓኻ ክትቅይሮ ክትክእል ኣለካ ኣብ ክንዲ ምምራር ስለዚ ናይ ሎማዓንቲ መልእኽተይ እዚኣ እያ ነይራ። ካብዞም ሰለስተ ኣየናይ ክትኮኑ ኢኹም ትደልዩ? ኣብ ነፍሲ ወከፍ ህይወትኩም ኣብ መዓልታዊ ዕለታዊ ህይወትኩም ትገብርዎ ካብ ከምቲ ሰባት ክገብር ሪኡ ዝገብር ጸራባይ ዲኹም ወይስ ከምቲ ንገንዘብ ኢሉ ዝጸርብ እምኒ ጸራባይ ዲኹም ወይስ ኣብ ህይወትኩም ክትሃንጽዎ ትደልዩ ናይ ህይወት ካቴድራል ኣለኩም እዚኣ ከይትርስዕዋ እዚ ወደሓንኩም ናይ ሎማዓንቲ መልእኽተይ እዚኣ እያ ነይራ i hope ሓጽ ሕጽር ኣቢለ ኣቕሪበያ ክኸውን ተስፋ እገብር ኣብ ቀጻሊ ወይ ጽባሕ ወይ ድሕሪ ጽባሕ ከኣ ከምኡ ንዓና ክልውጠና ይኽእል እዩ ገለ ነገር ኣብ ውሽጥና ክተርፍ ይኽእል እዩ ኢለ ዝሓስቦ ገለ ነገር ኣብ ኣእምሮና ከነቓቓሓና ይኽእል እዩ ክሊክ ክገብር ይኽእል እዩ ኢለ ዝሓስቦ መልእኽቲ ሒዘልኩም ክመጽእ እየ ሰሰናዩ